ኣቤት ፀጉሪ ኣቤት ቁኖ እዝስ ኣርተፊሻል ኢልካዮ መን ይኣምኖ ሙሴ ሾብ ድባይ እሞ እንታይ ይሰኣኖ ናይ ተፈጥሮ ዝመስል ጉሩም ቁኖ ንነዊሕ ዝጸንሕ ምቾት ዘለዎ ኣቤት ጣቋ ኣቤት ውሕልና ኣቤት ጸባቐ ኣቤት ግርማ ናይ ሙሴ ሸብዱባይ ኣርቲፊሻል ጋመ ንፍሉይ ኣጋጣሚታት ጥራይ ዘይኮነ መዓልታዊ እንተተጠቐምካሉ ዘማዕረግ ከም ህያው ጸጉሪ ንነዊሕ ዘይኣርግ ፍሉይነቱ ካብ ዝፈተኖ እዩ ምስክርነቱ ናይ ሙሴ ሸብዱበይ ኣርቲፊሻል ግልብጭ ንገጽካ ጥራይ ዘይኮነ ንምሉእ ነብስኻ እዩ ወስ ዝመልስ ቁኖ ስገም እሞ ኸኣ ኣቤት ከገርም ኣብ ኤርትራ ዘለኽን ኣብ ኤውሮጳ ኣብ እስያ ዘለኽን ኣብ ካናዳ ኮታ ኣብ ዝኾነ ኩርናዕ እዛ ዓለም ንዘለኽን ኣድራሻና ሓዛ እሞ ባዕልና ጠበቕ ነብለልክን። ኣድራሻና ኣብ ሕቡራት ኢማራት ዓረብ ፍሪጅ ኣል መራር ጥቓ ዲፕሎማት ሆቴል እዩ። ንዝያዳ ሓበሬታ ብቑጽሪ ተሌፎን። ሙሴ ሾፕ ዱባይ እቲ እንኮን ዘየጣዕስን ምርጫ ብዙሓት እዩ።
ሐራይ ክቡራት ተኸታተልቲ ህድሞና ነባሪት ከምቲ ትዝክርዎ ህድሞና ነባሪት ኣብ ዝሓለፈ ዝተፈላለዩ በዓላት ይኹን ኣውደኣመታት ጊፍትታት ሒዛ ነናብ ቤቶም ኬዳ እንዲያ ህያባት ትህብ ነይራ። ሎሚ ግን ብዝተፈለየ ኣገባብ ኣጋይሽና ዓዲምና ጊፍቶም ኣብዚኣ ክንህቦም ኢና። ሕጂ ትመጸና ወይ ዝመጸና ጋሻ መን ይኸውን? ደሓን ከነምፅኦ ክንከይድና ብሓባር ክንሪኦ ኢና
ንዶ ሕራይ ክቡራት ተኸታተልትና ሕጂ ትመፀና ድማ ናይ ምውሳእ ክእለታን ብቕዓታን ኣዝያ ዘመስከረት መንእሰይ ስነጥበባዊት

እሞ ናብ ናይ ክብሪ ቦታኺ ዶ ክንወስደኪ? እንታይ?
እዚ ንብረት ምስ ረኣኺ ከመይ ይስምዓኪ ኣሎ? እዋእ እንታይ ክዛረብ ዘለካ ኣነስ ኣብኡ ከለኹ ዶ ንሰብኣየይን ጓለይን ጥራሕ ሒዘኒ ኣብዚ ክኣቱ እብላ ኣለኹ በቃ ኣብዚኣ ሰላም ሓዳር ክትወፂ

ሕጂ ድማ ሓዳሽ ጋሻና ስነ ጥበባዊት ፌበን ሳህለ እያ ምሳና ዘላ። ፌቡ እንኳዕ ደሓን መጻኺ። እንኳዕ ብደሓን ጸናሕኪ።
ርሑስ ኣውደኣመት ከኣ ንዓኺ ንስድራኺ። ኣሜን ኣሕቢሩ ብፍላይ ንዓኺ ክነግረልክን እየ ቴንክ ዩ ንዓኺን ከዓ እንኳዕ ኣብቅዓክን እንኳዕ ሓጎሰክን ከዓ ናይ ኩሉ ምሉ ክንመልምና ምጅማርና ህልሞና ነባሪት እዚኣ ካርቴልና ናይ ኣውደ ዓመት መጀመሪት ጊፍት ማለት እዩ ቀፃሊ ብፀሓይ ገለ
ማይ ኣለና ካልእ እውን ኣሎ ሞፌ ኣቦ ሓፍተይ ኣርባዕተ ሕቶታት ኣለዋና
ኣርባዕቲኡ ንዓይ ኣርባዕቲኡ ንዓኺ እዩ ኣጆኺ ግን ቀሊል እዩ
እሺ
እጅምር በላን ተመርዒኺ ድሮ እውን ቆልዓ ወሊድ ክለኺ ኣደን በዓልቲ ሓዳርን ስነ ጥበበኛን ምዃን እንታይ ብድሆም ብልጫን ኣለዎ
እዋይ ኣቲ ናይ ሓምሳ ዓመት በዓልቲ ሓዳር ኣምሲልክኒ ኣብ ብድሆ ገለ እኳ ኣይበጻሕኩን ሓቂ ዘረባ ጥዑም እዩ ማለት ምሕደራ ከመይ ጌርካ ስኻ ማኔጅ ዝገብሮ ግዜኻ ከመይ ጌርካ ከዓ ትወሓሓጥ ንሕታ ፍቕርላ ኮይና ከዓ ትተሓገዝ ፅቡቅ ነገሩ ከዓ ነን ኣማንን ከዓ ካብ ሓደ ሞያ ስለ ዝመፃና ሲ እሱ ይርዳኣለይ ኣነ ይርዳኣሉ እየ ጥዑም እዩ እንደ ክሳዕ ፀከብዳን ዘለኹም ፋይ ስራሕ ጀሚርኪ ኢኺ እወ ጀሚረ።
እሞ ቆልዓ ምሓዝ ገለ። ቆልዓ ይሕዘለይ እዩ ደሓን እዩ። መኣስ ዝበዝሕ ግዜ ገዛ እንድየ ዘለኹ ኣገዳሲ ስራሕ እንድሕር ኣለኒ ጥራሕ እየ ዝወጽእ። ኣብታ ዝወጸኹላ ሰዓት ከኣ ክልቴናስ ንተሓጋገዝ ኢና። ይተሓባበረኒ ደሓን ይሓብስ ሰራ ባሽ ኣቤላ ስለዝኾነት። ተሰማሚዓት ናት ከላ ናት እያ ማለት ወሲዳ ጠባይ። ኦ እዋእ እዋእ ሞዶሻ ርእያ እዩ። ኣይ ኖ። ብጣዕሚ ጽቡቕ። ተመሊሳትለይ ኣነ ኣይ ጽቡቅ ጌራ ብሓቂ ከምዚ ትብለኒ መሰለኒ ኔሩ ኣነ በቃ ቆልዓ በቲ ኛቁ ትብል በቲ ቆልዓ ናይ ቆልዓ ጨርቂ ክሓጽብ በቲ ስክሪፕት ከጽንዕ ገለ ትብለኒ መሲልኒ ጸኒሑ ድሓን ተጸበኽዋን ክናውን ኣይኹላ ድሕሪ ብሻ ከኣ እዚ ላቢለ ከምዛ ናይ ኣዴታትና ሓዚለስ ኩላ ማሕዘል ጌርኪ ቤላ እዩ ዘለኹ ቤላ ንፍእቲ ከምዚ ትብሎ ዘላ ተኾይኑ ፌባ ሓፍተይሲ ንፉዕ ሰብ ስኹሉ እዩ ዝኽእሎ ቴንክ ዩ ትሕሽዮ ሳሌም ሓፍተይ ትሕሽዮ
ካልኣይቲ ሕቶ ናባያ እሺ ኣዚኺ ተድንቕያን ሞዴልኪ ዝኾነት ሓንቲ ስነጥበበኛ ግለጺ እንተተብሃሊ መን ምበልኪ? ስለምንታይከ? እዋእ እንታይ ገይረክን ደኣ ምስዘን ንኣዜድ ፈትወን ብዙሓት ስነ ጥበባውያን ክተባእሳ ነዚ ኣውደኣመት ምድሪ ትውጥራን ሳሌም ሓፍተይ ካልእ ሕቶ ድያ ደላ ኮይና ካብዛ ኩላስ ቁሩብ
ጌጋ ኢና ንሓታ ኢለን ኣዋፂራ እባ ብዘይ ምብልላጽ ሓቂ ሓይሽ ንኹለን ንፈትወን እየ ንኹለን የኽብረን እየ ነናተን ብልጫን ነናተን ጽባቐን ከኣ ኣለወን እንሻሎ በት ናተይ ርእስን ዓቕምን ድወዳደራ ከማን ኣይኮና ክስቶ ካብ ክስቶ ገለ ገለ ክብል ኣይክእልን እየ ኩለን ኬፍ ኣለወን ማሲ ነናተን ጽባቐ ኣለወን ነናተን ከኣ ትርእዮ ኣሎ ካብ ዓበይቲ ኣሕዋትካ ትደግሞ ማሲ እቲ ጽቡቕ ጽቡቕ ነገራት ትወርሶ እንዲኻ ብፍሉይ ግን መረብ እየ ድፈትዋ ኣነ ቢከዝ ሃምብል እያ በቃ ኬፍ ኣለዋ ምሳለ ውሽጣ ጥዑም እዩ ሓጋዚት እያ ትርዳእካ ፈቃር ክሳ ኣይኮነትን ኣብ ኪፕና ዳኒ ክንዋላ ስኻትክኒ ምጋርሲ ኣይድልየን መረብ ኣኸለኻ ርሑስ በዓል
ሰላም ሰላም ተኸታተልቲ ህድሞና ነባሪት ኣብ ህድሞና ጊፍትስ ከም ትሪእዎ ዘለኹም ኣውደ ኣመት እዩ ስለዚ ጊፍት ሒዘልኩም መፅእ ኣለኹ ርሑስ በዓል ኩላትኩም ኣብ ውሽጥን ኣብ ደገን ኮንኩም ትከታተሉና ዘለኹም እንቋዕ ጾመ ልጓም ፈታሓልና ርሑስ በዓል ትንሳኤ
ቀላል ብጣዕሚ ቀላል እያ ናተይ ከምዚ ክትብልዮ ዝጸናሕኪ ሲ ክልቲኹም ሓደ ሞያ እዩ ዘለኩም ንስኽን ኣማንን ማለት እዩ ሕጂ ኦፍ ኮርስ እንድሕር ተዋሳኢ ኮንካ ስክሪፕት ትመርጽ ኢኻ ምሽ እዚኣስ ምሳይ ትኸይድ ዶ ምሳይ ትኸይድ ዶ ትብል እንዲኻ ፌቤ ሕጂ ስኺ ን ኣማን ተማርጽዮ ዶ ስከ የማርጸኪ ዶ ኣብቲ ሞያኹም ሲ ከመይ ኢኹም ትደጋገፉ።
እወ ንዘራረብ እንዲና ስክሪፕት ትመርጸሉ ስክሪፕት ትመርጸለይ ገለ ማለት ኣይኮነን ሓቂ ዘረባ ክሳብ ክንድኡስ እዚ ካራክተር እዚ ንዓኻ ክኸውን ኣይከውንኒ ኣይብሎን እዩ ግን ዋላ እሱ ንዓይ ከምኡ ይብለኒ ሓፈሻዊ ግን እዛ ስራሕ ሲ ከምዚ ክትከውን ኣለዋ እታ ካራክተር ከምዚ ክትገብርያ ይሓይሽ ኮይኑ ይስምዓኒ ንዓይ ኢሉ ናቱ ርእይቶ ህበኒ እሱ ከዓ ከምዚ ዓይነት ፊልም መጺኣ ከምዚ ኣለና ከምዚ ዓይነት ስራሕ መጺኣ ኣላ ኢሉ ፕራክቲስ ክገብር ከሎ ከዓ እሞ ቁሩብ ከምዚ ኮንሲ እቲ ካራክተር ከምዚ ጌርካ ካራክተራይዝ ክትገብሮ ዶ ኣይሓይሽን ገለ ምሳለ እሱ ንዓይ ንዑ ዝተራእዮ ኣነ ከዓ ንዓይ ዝተራእየኒ ኢና ሼር ንገብር እምበር ማዕረ ስክሪፕት መርፀሉ መርፀለይ ማለት ኣይኮነን ነንነብስና ግን ንመርፅ ኢና ኦፍኮርስ ምክንያቱ ነቲ ስራሕ ክተበላሽዎ ስለ ዘይብልካ ግድን ኣይኮንካን ተዋሳኣይ ስለ ዝኾንካ ንኩሉ ትላበሶ ግድነት ክትላበሶ ኣለካ እንዲ ብብቕዓት ማለት እዩ ኖርማሊ ከዓ ፊዚካሊ ናትካ ካራክተር ናትካ ናይ ነብስኻ ኣካላትካ ገለ መለኻ ገለስ ምስቲ ካራክተር ፊት ዘይከውን ክኸውን ይኽእል እዩ ሕጂ ኣብ ከምኡ ግዜ ግድነት ክሰርሖ ኣለኒ ኢልካ እንተሰሪሕካስ ዋላ ጽቡቕ ይኹን ኣብቲ ወሳስኣኻስ ኣብ ገለ ነገር ግን ይጎድለካ እቲ ስራሕ እዩ ሕጂ ኣብኡ ግድነት ነናትካስ ትመርጽ ኢኻ ዋላ ጽቡቕቲ ካራክተር መጽያትካስ እንድሕር ገለ ዝተረኣየካ ነገር ኣሎ እቲ ናትካ ኬሚስትሪ እቲ ናትካ ቦዲ ላንጎጅ እንድሕር ፊት ዝገብረልካ ኮይኑ ተሰማዕካስ ኣብዚኣስ ክስቶት ሓይ ትኸውን እያ ወይ መሽሙ ይሓይሽ ኸውን እዩ ዝበሃል ኢኻ ከምቲ ኩልና ንፈልጦ ማለት እዩ ሞር ግን ኣብ ስራሓት ከምዚ ካብ በይንኻ ትውስኖስ ኣብ ክልተ ሼር ጌርካ ኣይዲያ ትውስኖ ይበልፅ መስለን ከመይ ይፍሉ ንእስኺ በይንኺ ከለኺ ትውስኒ ነበርክ ውሳነን ምስ ሞዴ ምስ ኮንኪ ትውስኒ ውሳነን ኣብ ስራሕ ኤግዛክትሊ ወ ግድን ምክንያቱ ሲ ይረኣየካ እንድዩ ካብ ናይ ሓደስ ናይ ክልተ ሰለስተ ርእሲ እንዲ ዝበልፅ ኣነ ሕጂ ብካልእ ኣንግል ጠሚተ ያፀናኸምዚ ከምዚ ሽዑ እዚኣ እኮ ከምዝን ከምዝን እያ ንዓኻ እያ ከም ዝተረድኣት ክዘላ እምበር ከም ዝተተኸወንካ ኢሉ ክውስኸልካ ከሎሲ ኖርማል ኣይኮነን ዝኾነ ሰብ ዋላ በዓል ቤትካ ዋላ መሳርሕትኻ ገለስ ድሕር ሞር ሼር ጌርካ እቲ ንዓኻ ድመስለካ ትህቦ ኣለኻ ንሱ ንዕኡ ድመስሎ ይህበካ ኣሎ ከኣ ምሉእነት ህልው ይጽብቕ በርከስ ክንመላላእ እዩ ዘለና ግድነት ጎደሎ ዘይብሎ የለን ፐርፌክሽን የለን ስለዚ ናይ ኮማዊ ስማን
ራብዒ ትሕቶ መፅያ
ወዲ ኬን ኮ ሓራይ
ፌቡ ሞር ከምዚ እንታይ እስከ ማራ ንኩላህና ካብ ናይ ቀደም ማተሲ ካብ ነፍሰ ጀሚርካ ካብተን ነድንቀኪ ማራ ክሳይ ነበርና ኣለና ሞር ግን ነቲ ናትኪ ብልጫ ማራ ደውፀቶ ብቕዓትኪ ማራ ደጉላሓቶ ፊልም ማጫልያ Exactly። ኣብ ፊልም ማጨሎ ገጸ ባህሪ ኤልሳ ዘለኪ ጦብላሕታ እንታይ ትብሊ?
ውይ ኤልሳ መዓረይ ወይ ኤልሳ ሓፍተይ ኣነስ ተደንግፀኒ ኣነ ስለ ዝርዳኣላ ነበርኩ ፀገማ ተደንግፀኒ ነይራ ሰብ ይፀላእ ነይሩ ኣብ ኤልሳ ደኣ ሓደ ማራ ፍልይቲ ካራክተር እንዳ ኣሎ ብዙሕ ከምኡ የጋጥም እዩ ኣሎ ከምዚ ማልቲፕል ፐርሰናሊቲ ዲስኦርደር ዝበሃል ናይ ናይ ኣእምሮ ጸገም ማእሲ ግድነት ክዳንካ ስለ ዝቐላዕኻ እምኒ ስለ ዝደርብኻ ገለገለ ኣይኮንካን ስትረስ ዝገብር ሰብ ኣሎ ዴፕሬሽን ሽግሩ ከውጽኦ ሰብ ደይርድኣሉ ገለ ጥዑይ ድመስለካ ገለገለ ኣሎ ብዙሕ ሕጂ ኤልሳ ከዓ ከምኡ እያ ሰብኣያ ስለ ዘይተረድኣላ እያ ክሳብ ክንድኡ በጺሓ እምበር ሕማቕ ሰብ ነይራ ተትኾን ዋላ ካብ መጀመርታ እኮ ከምዚ ዋላ እንተወለደ ጽንሑ ኣብ ፍቅሪ ክሳብ ክንድኡ ኣብ ሓዳሩ ዋጋ ምኽፋሉ እኮ እንድሕር ካብ መጀመርትኡ ጃና ኮይናስ እንታይ ገድፍዎ እሞ ዋላ ደቁ ሒዙስ ክስታይ ክገብር ይኽእል ኔሩ እዩ ሕጂ ብፍሉይ ኣብታ ካራክተር በቃ ንዓይ ተደንግጸኒ እያ ሓቂ ሓሽ ምክንያቱ ሓደ ሓደ ኣብ ሕብረተሰብና ከኣ ከምኡ ነገራት ስለ ትርኢ ማለት እዩ ኣብ ኖርማል ሰብ ትርኢ ኢኻ ኩላትካ ተረዳእካሉ ነጥቢ እሱ በይኑ ገለ ነገር ኮነካ ዊርድ ኮነካ ትሰብ ገለ ገለ ምሽ ሕጂ ገለ ጸገም ስለ ዘሎ እዩ ዋላ ንፈርድ ምሽ ዝኾነ ሰብ ትሪእናዮስ ባእ እዚ ከምዚ ዓይነት ሰብ ክጽላኣካ ገለስ ናታስ ሪዝን ኣለዋ ማለት ኣመጻጽኡ እዩ እምዚ ሓደ ሰብ ስምጽ ኢሉ ኣይፍጠርን ኣነ ስጓል 25 ዓመት ኮይንስ ናይ 25 ዓመት ውጽኢት እየ ሕጂ ዘለኹ መማህርተይ ገለመለ ገዛና ኣዴኻ ኣቦኻ ናይ ኩሎም ኩሉ ናይ ኩሉ ድምር ኢኻ እስኻ ሕጂ ኖርማሊ ንሓደ ሰብሲ ብናትካ ኣተሓሳስባ ወይ ብናትካ ክስታይ ክላ እዚ ከምዚ እንዲ ወይ እዚኣ ከምዚ እንዳ ካብ ምባል እንታይ ስለ ዝኾነት ከምኡ ኮይና ትኸውን ኢልካ ምሕሳብ ዝሓሸ ኮይኑ ይስማዓኒ ንዓይ ማለት ዋላ ሕብረተሰብናስ ኖርማል ብከባቢና ብጎረባብትና ኣብ ፋሚልና ከምኡ ዓይነት ፀገማት ተሎሲ ቅድም ብፍቕሪ ሶልቭ ክንገብሮ ክንፍትን ይሓይሽ ካብ ናብ ህልኽ ተክተምፅያ እዚኣ ወይ ተኸምፅ እዩ እዚ ገለ ዋላ እንተወልደስ ብወገን ናቱስ ናቱ ጌጋ ነይርዎ እዩ ዋላ ትሕት ይበልስ ካብ ክትሕ ክርዳእ ኣላ ክፍትን ነይርዎ እንታይ ከም ስትኸውን ዘላሲ ክሳብ ክንኡ ድሕሪ ሰበይቱ ተለዊጣቶስ ገለ ፀገም ነይሩ ማለት እዩ

ሕጂ እታ መወዳእታ እቲኣ ክትኮን ስለ ዘይርድኣካስ እንታይ ዓይነት መጥመሪ መግኒ እንደ ይብላ እንታይ ዓይነት ፍጥረት እያ ምሻሎ ምስ ሓማተ ይበኣስ ምስቲ ሓንቲ ትበኣስ ምስ ሓንቲ ምስ መና ክትፋቐር ገለ ከምኡ ዓይነት ክስተይት ነይሩ እዩ ድሓር ዳተረድእኒ ምስ መፀ ገለ ግን ሓቂ እዩ ደብሽ ባይደወይ ፅቡቕ ኣንገል እዩ ተንኪፉ በዚ ኣጋጣሚ ብጣዕሚ እየ ከመስግኖ ዝደሊ ኩላትና ከም ንፈልጦ ንፉዕ ደራሲ እዩ ንፉዕ ዳይረክተር እዩ ሃናጺ እዩ ከኣ ሓቂ ሓሽ ማለት ዋላ እቲ ንዓና ላስት ታይም ዝገበሮ ክብሪ እቲ ንዓና ዝገበሮ ማጨሎ ኣዋርድስ ገለገለ ብዙሕ ነገራት ዘይተገብረስ ብዙሕ ዝተንከፎ ንዓና ሞቲቬት ዝገብር ነገራት በዚ ኣጋጣሚ ብጣዕሚ እየ ደመስግነካ ብጣዕሚ እየ ደኽብረካ ጽብቕቲ ኣንገል እዩ ተንኪዩ ዝኾነ ሰብ ደየስተውዕለላ ምሳሎ ከምኡስ ኣሎ ከመይ ገይሩ ሓሲብዋ ከማን ወላ ሓንቲ እንድዒ ፍልይቲ እያ እታ ካራክተር ነይራ ን ከዓ
ዝበዝሐ ሰብ ኣወዳድኣስ ከምዚ ክትፋታሓ ብቃ ኩሎም ክንፅሉ እዮም ገለ እያ ተሓሲባ ነይራ ማለተይሲ ዝኾነ ሰብ ክፅበያ ከሎስ ልክዕ ከምኣ እያ ነይራ ኤግዛክትሊ ብካልእ ክስታይን ግን ኦ ጸገም ከም ዘለዋ ኤልሳ ገይሩ እዩ። ኣይ ነው ከምኡ እንዲሞ በቃ እዛ ክንበሃላ ጽናሕና ሰማዕት እኮ እያ እዎ። በቃ ሓደ ሰብ ሕማቕ ተሪእኻስ በቃ ኦሮማይ ከይዱ ከይዱ ዝብል ክወድቕ እዩ በቃ ክበኣስ እዩ በቃ ከምዚ ክኸውን እዩ ወይ ተነጽሎ ከጋጥሞ እዩ ከምዚ ክኸውን እዩ ገለ ሲምፕልስ ቀልጢፉ ዝመጸልና ሓሳብሲ ንሱ እዩ ካብ እንታይ ኮይኑ ክኸውን ምሻል እንተኾይኑ ማራ ፍሉይ ኮይኑ ኣሎ ሰብ ገለ ወይ ከምዚ ምሻሉ ክንሓቑፎ ገለ ገለስ ክንፍትን ኣለና ዝበዝሕ ግዜ ሕጂ እሳ ክብል ስለ ዝደለየ እዩ ኣነ ዳትስ ዋይ ከኣ ብጣዕሚ ደስ ትብለኒ። እሳ እያ ደስ ትብለኒ ናይ ደበሳይሲ ጽቡቅ መሃሪት እያ እታ ናይ ኤልሳ ፓርት ኣብ መወዳእታ ዋላ እንድሕር ሪኢኻያስ ኣይተወደእትን እንድያ ዋላ ኣነ ሓቂ ዘረባ መወዳእታ እንታይ ክትከውን ከም ትኽእል ኣይፈልጥን እየ ናይ ኤልሳ ምኽንያቱ ሲዝን ቱ ክንቅጽል ተስፋታት ስለ ዘሎ ማለት እዩ ሓፈሻዊ ግን ከምኡ ዓይነት ኣንግል ምትንካፉሲ ብጣዕሚ ደስ ዝብለካ ብትኽክል ከዓ ንዓናት መልእኽቲ ተረዲእና ተኮይኑ ነቲ ሕብረተሰብ ብትኽክል ተረዲእዎ ተኮይኑስ ነቶም ኣብ ማእኸልና ዘለዉ ከምኡ ዓይነት ፀገማት ዘለዎም ሰባትሲ ንረዳኣሎም ሶልቭ ንግበሮ በይኖም ፅለሉ ተለዎ ካብ ኩሉ ሰብሲ ምሻሎ ከም ዝብል ተሎ ሰብሲ ሕዛ ኣቢልካስ እንታይ ይኸውን ምሻሎ ፍኑ ተቢልካዮስ ሕማቅ ይኸውን መወዳእትኡ ኦብየስ ሕጂ እሳ ክብል ዝደለየ ኮይኑ ስለዝትስማዓኒ ኣነ ብጣዕሚ ደስ ትብለኒ እያ
ነዘን ኣርባዕተ ሕቶሲ ገፀ ርኣየተንን ተወሳኺት ሕቶ ኣላትኒ ኮሊፈ ክባሲ እየ እምበር ሽኒ ኣጋጣሚ እስቲ ክልቴኽን ብጎኒ ኮፍ ኢልክን ስለ ዝረኣኹኩን እየ እታ ሕቶ ናብ ሓንጎለይ መፂኣ እሺ ተደጋጋሚ ግዜ ምስ ናርዲ ስለ ንራኸብስ ከምኡ እየ ዝብላ ኦ ላስት ታይም ዋላሲ ናይ መደብ ነይርና ናይ እ፣ ኣብ ዓዲ ሀድካ ዝስራሕ ኣክቲቪቲ ንሰርሕስ ተቖኒናስ እቱ ምስ በለትሲ

Seriously እዚኣ ጽብቕቲ ፖይንት እንድያ ከልዕልኪ ሳሌም ሓፍተይ ይጥምት ኣይ ኣነ ዋላ ኣብ ምንታይ ኢለሲ ይደሊ እየ ብሓቂ ሽዑ ይሓስብ ምሽ ምናልባት ቅርጺ ገጽና ከይከውን ዓይንና ይጥምቶ ናተይ ማራ ፍሩይ ናይ ናርዲ ከምዚ ናይ ክሳይ ነገር ኣለዎ ገለ ናይ ቻይኒዝ ነገር ይጥምት ኣፍንጫ ናተይ ቁርብ ዕብ ኢለ እያ ናይ ናርዲ ጥፍንቕ ኢለ እያ ኣብ ከንፈር ይደሊ የስተውዕለላ እኮ ኩሉ ሻዕሲ ከምዚ ኢለ ዝጥምታ ኣብ ምንታይ ቅርጺ ኢልና ገጽክን እዩ ቅርጺ ገጽክን ግን ብዙሕ ሰብ ከምኡ ኢለና ይጽቡቕ ኣለኺ ሜቢ ቅርጺ ናይ ገጽና ክኸውን ይኽእል እዩ ወይ ከዓ ን ኣብ ምንታይ እያ ወላ ንዓይሲ እዎ ስና ናይ ናርዲ ስሩዕ እዩ ጽቡቅ እዩ ንዓይ ፍጮለኒ ከንፈረይ ናተይ ንእሽቶ እያ ብሓይለ እየ ልፕስቲክ ገለገለ ይትሓን ከይግጥሙና ገብር ናርዲ ከንፈር ኣለዋ ሕጅስ ኣብ ምንታይ እዩ ማራ እያ ትገርመኒ ግን ልክዕ ኣለኺ ንበዝሕ ሰብ ዝኸውን ብለካ እዩ ንስኻ
ልዕወለና ዓይር ዳኣ ንግንከ

ናይ ዓውደ ዓመት
ብናይ ምምስሳልና ጥራሕ ብጣዕሚ ተሓጒሰ ብኻ ንኹላትክን ትመስል ኮይና ኣብ ገለሲ ሳሌም ሓፍቲ ኣፍንጫኸስ ኣይብለክን ሰብ ሉልከ እዝንኸ ገለ ሰብ ኣይበለክን
ቴንኪዩ ህድሞና ነባሪት ቴንኪዩ ሶ ማች ክቡራት ተኸታተልቲ ከምዚ ኢልና ካብ ቀዳማይ ጊፍት ናብ ካልኣይ ጊፍት ህብ ዘብቁዕና እንዳ ገብርትንሳኤ ፓስቸርያ ርሑስ ኣውዳመት ንብሎም ምክንያቱ ትሪእዎ ኣለኹም ፓናቶነ ማዕሪጋ እያ ዘላ እዛ መድረኽና ነንዝመፀ ሰብ ከዓ ፓናቶነ ሂብና ነፋንዎ ኣለና ስለዚ ንገብርትንሳኤ ፓንቸርያ ርሑስ በዓል ትንሳኤ ንብሎም ርሑስ በዓል ትንሳኤ ካብ ኩላትና ወኪል እየ ኣነ ኣቱሞ ካብ መፀኹ ከዓ እስከ ኣነ ክብል ዶ ይፍቀደኒ ዲ ዋላ ጋሻ ዕድምቲ ጥራሕ ደ ክሓትዶ ሕራይ ዘን ኣሕዋተይ ሕጂ ሰብሲ ንስኻትክን እውን ማለት እኹል ተሞክሮ ኣይኮነን ዘለክን ነናትክን ፅባቐ ነናትክን ብቕዓት ዘለክን ዘይትበላለፃ ኣዚኽን ንፉዓት ደረፍትን ተዋሳእቲ ይኸን ኣብ ኣፍክን ስለዝኾነ ዘይኮነስ ናይ ብሓቂ ማለት እዩ ዋላተን ጀመርቲ ዋላተን ቁሩብ ድኸድክን ማለት እዩ ኣባይ ኩሉ ግዜ ከዓ ካብ ሓድሽ ወለዶ እንዲኻ ኣብደይ ትኾን ንዓኻ ዘይረኣይካ ንሱ ንዑ ዝረኣዮ እስኪ ናተይ weakness ኣብ ምንታይ ኮይኑ ይስምዓክን ወይ ንዓይሲ እንታይ ሪእቶ ምሃብክናን ኔርክን ኣብ ስርሐይ ኣብ ኩሉ ኣብ ዝኮነ ኣባይሲ እንታይ ሪእቶ ይራኣየክን ጽቡቅ ከይትብለኒ ዝኮነት ጋል order ኣነ ደሞ ክጅምረልኪ ሽኒ ዝሓፍተይ ግርም ጽቡቅ ደስ ዛበለኒ ከይገርመክ ካብ
ፊልም ቅኒት እታ ናይ ቀደም ካብ ኣትሒዘ እየ ድዝክረክ ነይረ ናትኪ ሙቪ ስነ ኣምራዊ ኣኮይ ነይሩ እስኺ መረብ ሲዶን ገለ ኣብታ ሽዑ ሰሊና ገለ እተን ሰባት ዝነበራ ኣብ ሙቪ እንድሕር ኮይና ብሰንኩ ንዐን ክከታተለን ጀሚረ እዚኤን ዘለውእን ዶናታት ማራ ዒንኪፍ ዝባን ገለሉ ግድን ዝውልዐን ነይሩ ኣነ ከም ብሰንኩ በቃ እሱ ስለ ዝፈትወን ኣነ ካብ ሞር ኣባክን ከምዚ ኢንተረስት ገለ ክገብር ጀሚረ ሽዑ ምስ ግዜ ግራጅዋል ቼንጅ ትርኢ ከምዚ ሓደ ሙቪ መጽእ ሓደ ሙቪ መጽእ ደሓር ኣነ እንታይ እስከ ፌቡ ሕጂ ከም ክሳይ ገለ ዘይኮነ ማራ ስማርት ኢኺ ኣይዲያ ኣለክ ማስ ሞር ግዜ ስለ ዝተራኸብና ገለገለ ከዓ ክኸውን ንኽእል ብዙሕ ኣይዲያታት ገሉ ግን ይፋለጥ ከልና ከተዕሊ ክሰምዐ ከለኹ ዋይ ምሽ ኣብ ግብርስ ነገራት ደይ ትገብሮም ኣብ ሓሳባት ጥራሕ ክትዛረቢ ከተብሊ እየ ዝሰምዐክ እምበር ዝኾን ነገር ጌርኪ ባዕልኺ ክሬድ ዝገበርክዮ ነገራት ኣይረኣኹን ነይረ ንምንታይ ድዩ ትገብሪ ኢለስ ይሓስብ ነይረ ሕጂ ሞር ኣብቲ ባይታ ትውሕድኒ ስለ ዘለኺ ከይከውን ኣናተይ ኤግዛክትሊ ፅቡቅ ቴንኪዩ ቴንኪዩ ርእቶ እንድዩ ንዓይ ዝሃንፅ ርእቶ እዩ ፅቡቅ ኣላ ሓቂ ግን ከምኡ ይገብረ ኣነ ሕጂ ልክዕ ኣለኺ ናርዲ ሓፍተይ ክዱንጊ የብልካ እንዲ ክትቅልጥፍ ኣለካ ኩሉ ሸዓ ትሓስቦም ነገራት ሓሳባትካስ ዋላ ኣብ ኣየር ከሎሲ ይብተን እዩ ሓንሳብ ሓንሳብ ወይ ስልችወካ እንታይ ምስ ወሰደ ናብ ካልእ ጉዳይ ሽፍት ትገብር ኩሉ ነገር ኣብ ግዜን ሰዓቱን ክትጥቀመሉ እዩ ጽቡቕ ግን ሓንሳብ ሓንሳብ ኣብ ክንዲቲ ዝመጸኻዮን ዝሰራሕካዮን ከዓ ድሕሪኡ ትሰርሖ ስራሕሲ ካብቲ ናይ ቅድሚ ሕጂ ዝነበረ ድሓሸን ዝበለጸን ክኾነልካ ትደሊ ማለት እዩ ምክንያቱሲ ትውስኽ ክሳብ ዝሃለኻስ ገለ ነገር እስካ ሕጂ ኸ እንታይ ከፍሪ እንታይ ክስራሕ ኣለኒ እንታይ ክገብር ኣለኒ ስለትብል ከምኡ ኢልካ ሓድሽ ስራሕ ሒዝካ ክትመጽእ ከለኻ ከኣ ነቲ ዝጽበየካ ነቲ ንዓኻ ፈለዎ ዝገብረካ ኣውድያንስካ ክትሕፍሮ ስለ ዘይብልካ ድሓሸ ስራሕ ሒዝካ ንምምጻእ ኣነ ምስ ነብሰይ ግዜ የጥፍእ እየ ፐርሰናል ማለት እዩ ሓቂ ዘረባ ምሻሎ ዋላ ኣብ ስራሕ ጥራሕ ደይኮነሲ በይነይ ነብሰይ ሼፕ ክገብራ ግዜ ይወስድ እየ ገለገለ ነገራት ሕጂ ኣውታት ልክዕ ኣለኽና ድሓፍተይ ኣብ ቀረባ ግዜ ግን ከሐጉሰኪ እየ ሕጂ ምስጢር እንድያ በይነ ክሕከኪ ቴንክ ዩ ግን ብጣዕሚ ደስ ኢልኒ ሳሌም ሓፍተይ ከ? ናይ ፌቡክ ስራሓት ኣነ ብሙሉኡ ተካታቲለዮ እየ ኣዝዩ ደስ ዝብለኒ ብፍላይ ድማ ኣነ ናትኪ ደስ ዝብለኒ ነገር ታይ እዩ ዘሎ እቲ ቶን ናይ ኣዋሳስኣኺ እቲ ቶናሊቲ ዝባሃል ነገር ኣሎ ንሱሲ በቃ ትላበስዮ ስለ ዝኾንኪ ከምዚ ነቲ ቶን ተላቢስክዮስ ነቲ ሰብ ስተእምንዮ ኢኺ Thank you ማይ ዲር። ከምዚ ዓይነት ብቕዓት ኣለኪ ተወሳኺ ድማ ዘይተተንከፉ ገፀ ባህርያት ኣለዉ። ዘይተተንከፉ ኣብ ሕብረተሰብና ሲ ፈቃርን ተፈቃርን ዝበዝሐ ዝሸፈነ ዘለዎ ስራሕ ዋላ ዘለና እሱ እውን ሓደ ናይ ፓርት ናይ ላይፍ እንዲዩ ኣብቲ ዘይተተንከፈ ዘለዎ ኣዊታት ብቕዓት ኣለኪ ኢለ ይኣምን ኣነ ስለዚ ነዚ ድማ ግድን እዩ ተዋሳእ ተኾንካ ናይ መላይ ፓሽን ተሕድር ኢኻ ተዋሳእ ተኾንካ ናይ ዳይሬክት ናይ ምግባር ናይ ምፅሓፍ ከምዚኦም ዓይነት ነገራት ብቕዓት ከም ዘለክውን ብገለ ብገለ ትሕምትሕምሲ ይሰምዕ'የ። ስለዚ ነቲ ዘይተተንከፈ ዘሎ ነገራትሲ ንስኺ ባዕልኺ በዲህኪ ንዝኾነ ነገራትሲ ክተምጽልናስ ደስ ይብለኒ። Thank you። እዚኣ ከም ርእይቶ ማለት እዩ። Thank you ማይዳ ዓባይ ርእይቶ እያ። Thank you ማዓረይ።
ፐርፌክት ዝበሃል ሰብ የለ እንዲ ሕጂ ምስ ፌቡ ኣነ ይሪኣ ሰሓቢ ብትርኢ እንትኾና ቴሌቭዥን ከምዚ ጥቡቅ ዝኾነ ርክብ ሲ የብልናን ጀስ ደ ሞስት ምስ ጠናታ ግን ፋሻል ኤክስፕሬሽን ኦማይ ጋድ ዓይና ካብ ኩሉ ማራይ ዝዛርብ ሕጂ ምስ ፓሽን ተሕድር ተዋሳኢት ክትኸውን ገለ ከመይ ዓይነት ተዋሳኢት ክኾን እዩ ኦኬ ገፀይ ክዛረብ ኣለዎ ከመይ ኢሉ ክዛረብ ኣለዎ ትምሃር ኢኻ ላ ተምሃርካ ኦፍኮርስ ሕጂ ዝኾነ ናይ ሰጥበብ ገለ ተዘይተማሂርካ ካብቶም ዝሓለፉ ናትካ ኢኻ ትምሃር ከምዚ ኣትገብሪ ወይ ከምዚ ጎድሎ ጎድሎ ክብለኪ ይክእልኒ ግን ካባኻ ተማሂረ ክብለኪ እየ ዝኽእል። ስፔሻል ኣብ ዓይኒ ነቐፊ ኣይመለስክለይን ሕጂ እወ ኣነሲ ነቐፊት እሞ ዓይነስ ኣለኹ ሓቂ እኮ ክትደጋግመን እንድያ ዘላ እዛ ሳሌም ዝበለታስ ብዘይ ዓይኒ ዋስኡ ንኽብሎም እንደ ክፍትሾ እየ ብቕዓተይ ሽዑ እታ ተሪፋ ዘላ ሰባት ሓቂ እ፣ ደጋጊማ ትክምሽ እወ ኣ- ዓይኒ እንዱ ይዛረብ ምስቲ ፍሩይ ምዃን እዩ ካብ ስለኒ ስእሉ ይዛረብ ናትኪ ዓይንኽ ናትኳ ኣላ ጽቡቕ እዩ ሓንቲ ግን ነቐፊታ ንዓኸስ ግድን ትረኣየክስ ኣላ ናቕፍ ንለኪ ግድ እንታይ እሞ ክብል ኣደኖ እንዴ ሓሲበል ኣይፈልጥን እየ ከምዚ ምሽ ብዙሕ ሰብ እንድሕር ትፈትዎ ወይ ተድንቆ ኮንካ ፅቡቅ ናብ ጥራሕ ዝረኣየካ ከምኡ ይመስለኒ ትሓዝለይ ግን
ትሓስበላ እየ እሞ ድሓር ረጊፍ እናሃብኩ ገለ ክነግረኪ ነገርከኪ ነዛ ዶለ እዋይ ፌቡየ ኣነ ከማን ከምቲ ናርዲ ድበለቶ ካብ ብንእሽተይ እንዳረኣኹኺ ካብ ቅኒት ጀሚረ ሌላ ገለመለ እንዳረኣኹ እየ ዓበይ ብጣዕሚ ደድነቐኪ ብጣዕሚ ድፈትወኪ ተዋሳኢት ኢኺ ከምዚ ኣብነታዊት ተዋሳኢት Thank you, my dear.
እ፣ ካብዘን ኣለዋና ንብለን ንምክሓለን ኢኺ ማለት እየ Thank እ፣ ከምዚ ክትብሎ ዝፀንሐት ከዓኒ እቲ ፋሻል ኤክስፕሬሽንኪ ገለ ኩሉ ኩሉ ነገርኪ እዩ ዝዛረብ ዓይንኺ ስፔሻሊ ገለ ብዙሕ ጽቡቕ ነገር ይደለኪ ካብዚ ዘለዎ ከተዕብዮ ከዓ ይላበወኪ ማለት እዩ ክሳብ ሕጂ ኣነ ምስ ጀማሪት ዘለኹዎ ድዩ ዋላ ካልእ ጉዳይ ድዩ ክሳብ ሕጂ ብሓንሳብ ኣይሰራሕናን ኣለና ኣይተራኸብናን ስለ ዘለና ምስ ተራኸብና ኮመንት ክበቂ ግድን
ሃገርና ሓሊፍኪ ኣብ ካልእ

እንታይ እሞ ክብለክን እየ ግንባር ጥራይ እንታይ እሞ ኣይኮነን ክብለክን እየ ከውሒ ዝፍንቅልሽ ከውሒ ናይ ብሓቂ ደቂ ክንደይ ኢና? እሞ።
ደሓን እየ ማለት ሲ ብዙሕ ዕጫ ገለ ሓቂ ዘረባ ደሓን እዩ ዋላ ሎተሪ ገለ ብዙሕ ከምዞም ክሳይ ኣይኮንኩን ግን ኣብ ተደለኳስ በጽሓኪዮ ቅድሚ ክሳይ ግን በዓለይ ዶ መታን ትኸውን ኣይ ትኸውን ከይብዝ ንርኣያ ዶ ኣብ ግብሪ ተስፋ ንገብር ሓንቲ ዕብይ ዝበለት ንብረት ሒዝካ ክትከድ ኣይ ሆፕ ሶ ኣይ ሆፕ ሶ ኣብዘን ዘን ቦክስስ ትርእየን ኣለኺ ኣብ ሰለስተ ጣውላ ኣለዋ ኣብ መወዳእታ ንእሽተይ ትርእያ ኣለኺ ዶ ንእሽተይ ናይ ቆልዓ ሰዲ ኣላ ኣዎ ኣላ እዎ እዎ። እዎ ሕጂ ኣብዚኤን እዘን ኩለን ትርእየን ሓጻዊተይ ብሽክለታ ኣብ ዝመጻረይ እውን ኣሎ መጥበሲ ድንሽ ቶስተር ገለ መለ ኣብዚኤን ኣለዋኺ እዚ ኩሉ ዕጫ ኣይደልን እየ ኣነስ ንበግ- ንኣውደኣመተይ በጊዕ ዕሸኒ ትብሊ ተኾንኪ ከዓ ናይ በጊዕ ኣፍትያ በጊዕ ግሒስኪ ትኸዲ ማለት እዩ ኣይ፣ ንዕጫ ዕድለይ ትገብሪ። ጽቡቕ እዩ ተልኪ ግን ዕጫ ትገብሪ ኢኺ

እወ እዛ ቲቪስ ወደይ እዚኣ ጥራሕ እንዶ ሞራ ኣብዚኣ ደይንገብረ ኖራ ሕውሱስ ተብላ ሽዑ ኣጆኺ
ሕጂ ኸ ናብዚኣ ዲኺ ዋላ ክትሰግሪ ኢኺ ከመይ እዩ ሓሳብኪ ዘሎ እምባእ በብሓደ ስለ ምረጻላ ጌሮላ ኣይንትሕሻ ኣይንትሕሸኪ ዋእ ካብዚኣ እንዳ ከመይ ኢልና ክንመርጸላ ኣነ ግን ኣብዚኣ ኢለ መሪጸላ ኣለኹ

ንዓኒ ዕጫ መግበሪ ሓደ ሓደ ክንግበር ኣደ ማጫ
ተመሳለ ከም ዝረኣኹማ ናይ ኮሞዲኖ ላም ተሸሊማ ተኸይዳ ኣላ ፌ ብሓፍቲ ኣብኡ ከለኺ ናይ ዮሃና ናይ ኣውደ ኣመት ተመሓላልፊ እንድሕር ኣለኪ ንዓኽ ዓድል ንበኪ
መጀመርታ ንመላእ ህዝቢ ኤርትራ ብፍላይ ድማ ንምእመና ክርስትና እንኳዕ ናብዚ ክቡር በዓል ብሰላም ኣብፅሓኩም ሮመዳን ከዓ ስለ ዘሎ ከዓ ጎኒ ጎኒ ከዓ ንኩለኹም ምእመና ምስልምና ከዓ ሮመዳን ከሪም ንመላእ ህዝቢ ኤርትራ ኣብ ውሽጢ እንደገን ዘለኹም ጉንበት እውን እቐርብ ስለ ዘሎ ኣብ ኸና ከዓ ርሑስ በዓል ናፅነት ንሓይልታት ምክልኻል ኤርትራ ብምልኦም ንክቡር ፕረዚደንት እንኳዕ ኣብቅዓና ንዓኻትክን ከዓ ፅቡቓት ብፍሉይ ከረሳኹ ቴንክዩ ቴንክዩ ብለልክን እየ ንህድሞና ነባሪት ከዓ ህድሞና ነባሪት ከዓ ዓመት ዓመት ከምቲ ዓመት ዝገበርኩምዎ ንሰብ ኣብ ቤቱ ከድኩም ህያብ ትህቦ ነርኩም ሎሚ ዓመት ከዓ ኣብቲ ናትኩም ስትድዮ መፂና ተኻፈልቲ ናይዚ ህያብ ክንከውን ስለ ዝገበርኩም ብጣዕሚ እየ ለመስግን ቴንክዩ

ህድሞና ጊፍትስ ኣብ ህድሞና እነባሪት እዛ ጊፍት ምሳኹም ከሕልፈልኩም እየ ቅድሚኡ ግን ንኹላትኩም ኣብ ውሽጥና ወፃን ዘለኹም ርሑስ በዓል ፋሲካ እንዳበልኩ ርሑስ ኣውደኣመት